ሰላም የሕዋት ከመይ ቀኒኹም ሰላም ክትህልዉ በዓል ምሉእ ተስፋ እየ ኣነ መርከበየ ምሳኹም ዘለኹ ሎመዓንቲ ድማ ከምዚ ትርእይዎ ዘለኹም ናይ ቲዎሪ ትምህርቲ መኪና ይሒዘልኩም መፅየ ዘለኹ ሰናይ ምክትታል ይግበረልኩም ብዝተኻእለኒ መጠን ክረዳእኩም ክፍትን እየ ኣብ ዝመፅእ እውን ከምኡ በብናቱ ፓርቲ ሒዘልኩም ክመፅእ እየ ነቶም ከማኹም ኣዕርኽትኹም ድማ

ንጸጋም እዩ ዘሎ ማለት እዩ ንጸጋም ኣሎ ፊት ስፓት ከዓ ኩሉ ግዜ የማን ኣሎ ማለት እዩ ስለዚ እዚኣ ቦርድ ምስ ረኣኻ ኩሉ ግዜ ቀላል ማለት እዩ እዚኣ ቦርድ እዚኣ ናይ ሊንክስ እንተርኢኻ ብሮሞ ፊትስ ናብ ራይ ባንክ ክመጻካ እዩ ማለት እዩ

ርብዒት ኩርናዕ ኮይና ሰማያዊ ሕብሪ ዘለዋ እያ ማለት እዩ ኣብኣ ፍልልየን ናይ ክልቲኤን ከዓ ድሓር ከርእየኩም እየ ማለት እዩ ፍልልየን ከዓ ናይ እዚኣ ተክሙት ክመፃካ ይኽእል እዩ በዚ ብካልእ ክመፃካ ይኽእል እዩ ልክዕ ብኣንፃርካስ ዝመፃኻ መካይን ኣለዋ በቲያ ኢንሪክቲንስ ቬክ ትበሃል ቀንዲ ግን ብኣ ተክሙት ወይ ከዓ ክላይክ ዝመፃካ ብቅድሜኻ የለን ማለት እዩ ስለዚ እዚኣ ፍልልየን

ንሕና ንሪኦ ዘለና ናቱ ጎኒ ንሪኦ ኣለና ብየማን ድሓር ገይሩ ልክዕ ነቲ ብየማን ዘሎ ደው በል ይብሎ ኣሎ ማለት እዩ ንኣብነት ብየማን ገይሩ እዚ ናቱ ኣፍ ልቡ ድሓር ናባና ይርኢ ኣሎ ሙሉእ ኣፍ ልቡ ምኻ ብየማን እንተገይሩ ከዓ ነቲ ብቅድሚት ዘሎ ብኣሚን ሶሪ ነቲ ብድሕሪት ዘሎ ደው በል ይብሎ ኣሎ ማለት እዩ ብድሕሪኡ ዝመፅእ ክልተ ኢዱ ጌሩ ኣፍ ልቡ እንድሓር ኣርኢና ክልተ ኢዱን ተዘርጊሕዎ ከኣ ብድሕሪትን ብቅድሚትን ዘሎ ደው በል ይብሎ ኣሎ ማለት እዩ ስለዚ ኣብዚኣ ሕቶ እዚኣ ግን ፋን ሬክትስ ናደርት እቲ ብድሕሪት ዝመጽእ ዘሎ ኣሚን ሶሪ ነቲ ብየማን ዝመጽእ ዘሎ ደው በል ይብሎ ኣሎ ማለት እዩ ስለዚ እዚኣ ሰይ መልሳ ወይ ከዓ ሲ

Okej, vi mag u niet hinderen tijdens het openen van een portier. እዚኣ ከዓ ንመን ኢኻ ሂንድረ ዘይትገብሮ ሂንድረ ከዓ ከምዚ ልክዕ ኣብ ስእሊ ንሪኦ ዘለና ማዕፆ ክትከፍት ከለኻ ይኹን ኣብ ዝኾነ ንኹ ክትጥንቀቕ ኣለካ ማለት እዩ ንዝኾነ ሰብ ንዝኾነ ክተጸግሞ የብልካን እዚ ማለት ከዓ እታ መልሲ ኣለ ቨክብራያ ከርስ ማለት እዩ ንኣብነ ስለምንታይ ኣለ ብስቱደርስ ዘይኮነ ፉት ካንገር ብስቱደርስ ኣይኮነን ግን ቨክብራያ ከር እዩ ንዑ ከዓ ሂንድረ ክትገብሮ የብልካን ኣለ ሞተር ፉርታውክ ከዓኒ ፉት ካንገር ሞተር ፉርታውክ ኣይኮነን ግን ንዑ እውን ንፉት ካንገር እውን ክተጸግሞ የብልካን ሂንድረ ክትገብሮ የብልካን ስለዚ ንኩሎም ተጠቀምቲ ጽርግያ ማለት እያ። ኣብዚኣ እውን ከም ሓሳብ ክበኩም ኩሉ ግዜ ንሓንቲ ሕቶ ክሳብ ሰለስተ ግዜ ክተንብባ ኣለካ ማለት እዩ። ልክዕ ምስ ግዜኻ ርኢኻ ክሳብ ሰለስተ ግዜ ከም ትርድኣካ ምክንያቱ ከደናግር ይኽእል እዩ። ንኣብነት ኣለ ብስቱዴርስ፣ ኣለ ቨክብራይከርስ፣ ኣለ መውተር ፍርታውኽ ንኩሎም ሂንድረ ክትገብሮም የብልካን። ስለዚ ኣብ ከምዚ ዝኾነ ምድንጋር ከይፍጠር ኩሉ ግዜ ሰለስተ ግዜ ክተንብባ ክትክእል ኣለካ።

እምበር ብካልእ ዝኾነ ሚንደር ክኾን ኣይክእልኒ ደ ክሩስ ኮንትሮል ከኣ ንኣብነት ኣብ ኣውቶ ኣብ ክኖብ ኮይና ሓንቲ ትጥወቕ ነገር ኮይና ንኣብነት ብሚእቲ ኣብ ስነቨኽ ብሚእቲ ትኸይድ ኣለኻ ብሚእቲ ክትከይድ ደሊኻ ኣለኻ ን ካስ ከይሃብካ ጋዝ ከይሃብካ ብሚእቲ ክትጸንሕ እንተደሊኻ ነታ ክሩስ ኮንትሮ ትጥውቓ ጋዝ ከይሃብካ ትም ኢልካ ብሚእቲ ትኸይድ ማለት ባዕላ ትኸይድ ስለዚ ክሩስ ኮንትሮ ጋዝ ከይሃብካ ብከምዚ ፈርሚንደርት ክትገብር ትኽእል እምበር ብካልእ ዝኾነ የለን ማለት እዩ ስለዚ መልሳ ቢ ደ ክሩስ ኮንትሮል ትኽብራዩከ

ኔክስ ኔክስ ወላ ሓንቲ ትገብሮ ነገር የለን ማለት እዩ ብኸመይ ዝሰተኸ ኣልኮ ካብ ደምካ ክተጥፍኦ ትኽእል ቀልጢፍካ ብቕልጡፍ ክጠፍእ ይኽእል ክጠፍእ ኣይክእልን እዩ ማለት እዩ ብኮፊ ሰቲኻ ክጠፍእ ኣይክእል ወላ ማይ ሰቲኻ ክጠፍእ ኣይክእልን እዩ ማለት ስለዚ ኔክስ ወላ ሓንቲ ኔክስ

ያ ኡ ሄፍት ን ኒወ በንዚን ኣስተውዕሉ ሕጂ ኒወ በንዚን ሓዳሽ መኪና ከ ገዚእኻ ዘላ ድሓር ኣወ ተኾይና ንኣብነት ኣወ በንዚና ኣውቶ ተኾይና ኤልክ ያ ርኸወን ኩሉ ግዜ ግን ሕጂ ኒወ በንዚነ ኣውቶ እዩ ዝብለና ዘሎ ሓዳሽ ተኾይና ድሕሪ ኣርባዕተ ዓመት ኣፕሪካ ትገብረላ ማለት እዩ ስለዚ ንሓዳሽ ድሕሪ ኣርባዕተ ዓመት ኩሉ ግዜ ሰለስተ ግዜ ክተንብቦ ኣለካ ንሓደ ሕቶ ክርድኣካ እንተኾይኑ

እዚኣ ዓይነት ሕቶ እዚኣ ዝኾነ ንዓና ዝሕብር ኣብዚ ስእሊ ማለት እዩ ዝኾነ ቦርድ የለን ሃይታንደ እውን የብልናን ን እዚ እውን ኢንሪት ን ኣውትሪት ኣይኮነን ስለዚ እንታይ ኢና ክንክተል ዘለና ኩሉ ግዜ እቲ ብየማን ዘሎ ቀዳምነት ኣለዎ ማለት እዩ ስለዚ እቲ በዓል መኪና ወይ ንሕና ብየማን ኣለና ኤንድ ብጸጋምና ከኣ እቲ በዓል ሞተር ኣሎ ማለት እዩ። እዚኣ ሕቶ ከኣ ሙት ዶ ሞተር እዩ ፎርላተ ካን እቲ በዓል ሞተር ቀዳምነት ንዓኻ ክህበካ ኣለዎ ዶ እያ ትብል እያ ስለምንታይ ንሱ ብጸጋምና እዩ ዘሎ ወይ ከኣ ንሕና ብየማኑ ኣለና ስለዚ ንዕኡ ብየማኑ ስለ ዘለና ንዓና ቀዳምነት ኣለና ማለት ኣለና ማለት እዩ ቀዳምነት ኣለና ንሱ ብጸጋም እዩ ዘሎ ስለዚ እቲ በዓል መኪና ቀዳምነት ኣለዎ ያ ደው ክብል ኣለዎ ነታ መኪና ክብል ማለት እዩ ኣብ ዝመጽእ ዝበዝሐ ከምዚ ዓይነት ሒዘልኩም ክመጽእ እየ ስለዚ ተዳለው ኢኹም ኣነ እውን ከምጻልኩም እዩ ማለት እዩ Okej, bei welka bord is inride toegestaan? ካብዘን ክልተ ቦርድ ተዋሂብና ዘሎ ማለት እዩ ካብዘን ክልቲኤን በያናይቲ ኢኻ ክትዝውር ዝፍቀደካ ንኣብነት ቦርድ ኣ ዶት ሎፐንደ ቬኽ እቲ ቬኽ እቲ ፅርግያ እቲ እዛ ቦርድ እዚኣ ትሕብረካ ኣይቅፅልን እዩ ማለት እዩ ጠቕሊሉ ክመውት እዩ ኣብ መወዳእታ ኣብታ ቀያሕ ምስ በፅሐ ካብኡ እኔው ክትቅፅል ኣይትኽእልን ኢኻ ግን የመኽራይደ ክትዝውር ትኽእል ኢኻ ሽዑ ኦን ኬረ ጌርካ ወይ ክትጠጠው ኢኻ ክትምለስ ትኽእል ማለት እዩ ስለዚ ባይ ቦርድ በይ ግን ቨርቦውደ ያይ ማኽ ኒት ኤን ራይደ ጠቕሊልካ ክትዝውር ኣይትኽእልን ኢኻ ናብኡ ገጽካ ማለት እዩ ስለዚ እታ መልሳ ቦርደ ኣ እቪልት ሬክትስ ኣፍ ምጥደ ኢንፋሊደ ፍርታው ክፎርላተኻን ያ ግድን ክትበለካ ንኣብነት ነዚ ስንኩል ቀዳምነት ክትበለካ ድዩ እያ ትብልታ ሕቶ እሰኻ ከዓ ንየማን እያ ክትወደል እያ ዘለኻ ስለዚ ኩሉ ግዜ ብዘየገድስ ስንኩል እንዳሓር ኮይኑ ወይ ድማ

ሓንቲ ትራም እውን ልክዕ ኣብ ጎንኻ ከምዚ ኣብ ስእሊ ንሪኦ ዘለና ንየማን ክትጥወ ደልያ ኣላ። ስለዚ ቀዳምነት ኣለዋ ዶ? ያእ ኩሉ ግዘ ኣለዋ ንትራም ኩሉ ግዘ ቀዳምነት ኣለዋ ነታ ትጥወ ዘላ ማለት እዩ። ስለምንታይ ምናልባት ግን ቦርድ እንድሓር ኣሎ ወይ ሃይታንድ እንድሓር ኣሎ ወይ ከዓ ስቶፕ ሊክት ኦን ስቶፕ ሊክት እውን እንድሓር ኣሎ ንዓኣ ደው ዘብል እንተዘይኮይኑ ድሓር ዝኾነ ዓይነት ቦርድ ተዘየለ ሃይታ ንተዘየለ ግን ቀዳምነት ኣለዋ ማለት እዩ ስለዚ ኩሉ ግዜ ስኻ እዚ ትዮሪ ኩሉ ግዜ ደው ክትብለላ ኣለካ ንሳ ከዓ ምስ ሓለፈት ብድሕሪኣ ክትከይድ ኣለካ ስለዚ ነዛ መልሲ ንዝምልከት ኡቪል ተሬክትዶር ምቱ ደኣፍስላንድ ትራንፎር ላተኻን እያ ኡቪልት ሊንክስ ኣፍ ኢን ፍራክት ኣውቶ ኮምት እዩ ተኽሙት ቫድት እዩ እንታይ ክትገብር ኣለካ ንስኻ ንጸጋም ክትከይድ ደሊኻ ኣለኻ በቲ ፍራክት ኣውቶ ትርእይዋ ዘለኹም ኣብ ስእሊ ናብኡ ኢኻ ክትጥዎ ደሊኻ ኣለኻ ፍራክት ኣውቶ ዓባይ መኪና ከኣ ናባኻ ገጻ ክትመጽእ ኣላ ቦኽትያ ትገብር ዘላ ንኣብነት ትጥወያ ዘለኻ ኩሉ ግዜ ከኣ ፍራክት ኣውቶ ኣግፊሓ ትጥወ ስለዚ እንታይ ክትገብር ኣለካ ኣንትቮርድ ኣ ኢክራይ ዶር ኦምዳት ኢክፎራንግ ሄብ ትብል ኣላ ማለት እዩ ትሚለ ይዝውር ምክንያቱ ንዓይ ቀዳምነት ዘለኒ ምክንያቱ ሳብ ጸጋምያ ትመጽእ ዘላ ነይ ነይ እዚ ሄርክን ኽፋር እዩ ባዕልኻ ክስታይ ክትገብሮ ኣለካ ምክንያቱ ተኺልካ ረክቲ ዶር ተዘዊርካ እሳ ትመጻካ ኣላ ክትጋጭ ኢኻ ማለት እዩ ስለዚ ኩሉ ግዜ ባዕልኻ እንታይ ክትገብር ኣለካ ኢግቫይክ ኣውት ና ረክትስ ን ስቶፕ ኢሉ ኣሎ ኢግቫይክ ኣውት ና ረክትስ እንታይ ክትገብር ኣለካ ናብ የማናይ ወገን ዘሎ ተጸጊዕካ ደው ክትብል ኣለካ ንዓ ክጽበያ ኣለካ ምክንያቱ ፍራክት ኣውቶ ኩሉ ግዜ ኣግፊሓ ትጥወ ስለዚ ልክዕ እታ መልሳ እንታይ እያ በይ ኢክ ቫይክ ኣውት ናር ሬክትስ ኣንድ ስቶፕ ደው ይብል ማለት እዩ ስለዚ ናይ ሎማዓንቲ ትምህርትና ኣብዚ ደው ክነብል ኢና ስለ ዝተኸታተልኩምኒ ብጣዕሚ እየ ዘመስግነኩም ብጣዕሚ የቀኒየለይ እንተነዊሑ ምናልባት ከይንርስዖ ኢለ ኣሕፂረዮ ዘለኹ ምናልባት ኣብ ዝመፅእ ዘሎ ኩነታት ርኢና ካልእ ሒዘልኩም ክመፅእ እየ ደጊመ ብጣዕሚ የመስግነኩም ስለ ዝተከታተልኩምኒ ከምኡ ውን ላይክ ሸር and ሳብስክራይብ እንተ ጌርኩምለይ ውን ብጣዕሚ ሓጋዚ ዩ ብፍላይ ሳብስክራይብ ተገይርኩምለይ ማለት ዩ ብጣዕሚ የቀንየለይ ከምቲ ኣቀዲመ ዝበልኩኩም ውን ሸር እንተ ጌርኩሞ ናብቶም ብፍላይ ኣብ ትምህርቲ ዘለዉ ሕጂ ማለት ዩ ስለዚ thank you ቻው።